ካባይ ተምሃሩ ብስም ወዲ ዓደይ ንዘይ ወዲ ዓደይ ገዲፈ ንወዲ ዓደይ ተመርዕየ ወዲ ዓደይ ግን ኣይናሕሰየለይን ሰላም ሰላም ኣብ ኩሉ ኩርናዕ ዓለም ትነብሩ ኣሕዋት ከመይ ትኾኑ ስመይ ንድሕነተይ ዓቂበዮ ኣለኹ ናይ ብርዒ ስመይ ግን ታሕጓስ በሉኒ ኣብ ሃገረ ሸወደን እየ ዝነብር ኣብዚ ሃገር ሕጂ ሸውዓተ ዓመት ገይረ ኣለኹ ጓል ዕስራን ሽዱሽተን ዓመት ኣደ ክልተ ምጭዋት ቆልዑ ኮይነ ኣብዚ ሕጂ ሰዓት ሲንግል ማዘር ኮይነ ዓርኪ ግን ኣለኒ ንድሕሪ ባይታይ ዝኣክል ኣብዚ ይኣኽለና ሎሚ ከዕለኩም ደልየ ዘለኹ ሓቀኛ ታሪክ ሂወተይ እዩ ዘለኹዎን ዝነበርኩዎን እዩ ድማ ኣብዚ መዕከንያት ዜና ብዙሕ ብጽሑፍን ብድምፅን ጓል ዓድኻ ክትምርዖ ኣለካ ሓሚቑ ጸቢቑ ምስ ጓል ዓድኻ ወይ ድማ ሓሚቑ ጸቢቑ ምስ ወዲ ዓድኻ ዝብል ብዙሕ ግዜ ርኤን ሰሚዐን እየ ብኣካል ምስ ብዙሓት ሰባት እውን ኣዕሊለሉ እየ ክሳብ እዚ ዘዕለኩም ጉዳይ ዘጋጥመኒ ይኣምነሉ እውን ነይረ እየ ኣብዚ ሕጂ ሰዓት ግን ኣብ ጉጉይ እምነት ነይረ በሃሊት እየ ከምኡ ዘብል ምኽንያት ምስ ጭብጦ ኣለኒ ነዚ ድማ መስል ኣብዚ ዓዲ ምስ ኣተኹ ሓደ ዘይወዲ ዓደይ ማለተይስ ኤርትራዊ ከሎ ግን ከኣ ዞባናን ዞብኡን ኣውራጃናን ኣውራጃይን በበይን እዩ ምስ ኤክስ ኣፍቃርየይ ብጣዕሚ ኢና ንፋቶ ንፋቐር ነርና ብዙሕ ጽቡቕ ግዜ ድማ ነሕልፍ ነይርና። ደሓር ግን ብብዝሒ ናይ ሰብ ዘረባታት ምስማዕ፣ እቲ ዘይወዲ ዓድኻ ምምርዓው ሕማቕ እዩ ዝብል ዘረባ ክኣምኖ ጀሚረ። ከም ውጽኢቱ ድማ ነቲ ቀዳማይ ዓርከይ ገዲፈ ካልእ ወዲ ዓደይ ሒዘ። ምስ ወዲ ዓደይ እውን ሕጂ ክሕሶ ኣይደልን። ኣብ ግዜ ፍቕርና ብጣዕሚ ጥዑም ግዜ ኣሕሊፍና ኢና። ዕላላትና እውን ጽቡቕ ጌርና ድሕሪ ባይታና ስለ ንፋለጥ ስጡምን ሰፊሕን ነይሩ። ማለተይሲ ንፈልጦም ሰባት ንፈልጦ ቦታን ተመሳሳሊ ስለ ዝነበረ ንዕላልና ዝያዳ የመቅሮ ነይሮም። ኣይደንጎናን ምስቲ ወዲ ዓደይ ተመርዒና ሓደ ቆልዓ ምስ ወለድናዩ ዝያዳ ሽግርና እናጎልሐ መጺኡ። መቸም ፍቕርና እንዳላሕለሐ ምስ መጸ ዘይሓሰብናዮ ካልኣይ ቆልዓ ደጊምና። ካልኣይ ምስ ወለድና እሞ ግደፍዎ እቲ ወዲ ዓድኻ እዩ ዝሕንቅቀካ ዘይብድለካ ዝብል ዝነበረ ርድኢት ጠቕላላ ሃጢሙ ነዚ ድሑር ዝኾነ እምነት ከም ዝገድፎ ድማ ገይሩኒ። ሰብኣየይ ክሃርመኒ ክጸርፈኒ ከም ከዳሚቱ ክርእየኒ ጀሚሩ። ከም ውጽኢቱ ኣነ እውን ቀልጢፍካ ናይ ምውሳን ባህሪ ኣለኒ። ኣብ ነብሰይ ጉድኣት ከየውረደለይ ቀልጢፈ ካብኡ ተፋላልየ። ሕጂ በይነይ ይነብር ኣለኹ። ሕጂ ናብቲ መጎትነት ንመለስ እዚ ሰብ ወዲ ዓደይ ስለ ዝኾነ ድዩ በዲልኒ ወላስ ሕማቕ ባህርያት ስለ ዘለዎ ኣነ ዝብል ሕማቕ ባህርያት እዩ ሕጂ ነቲ ቀዳማይ ኣፍቃርየይ ከም ብፁር እየ ምስኡ እንተዝውድእ ከምዘይምገበረንን ክብል ኣይክእልን ወላ ንሱ እውን ካብዚ ወዲ ዓደይ ዝገበረኒ ላዕሊ ክብድለኒ ነይሩ ክኸውን ይኽእል እዩ ዝያዳ እውን ክሕንቅቐኒ ይኽእል ነይሩ እዩ። ሕጂ እዚ ንትን ክብል ኣይክእልን፣ ግን ናተይ ስነ መጎት ብልክዕ ሃይማኖት፣ ባህሊ፣ ቋንቋ ዝብሉ ባእታታት ንዝምድና ኣዝዮም ወሰንቲ ነገራት እዮም። ግን ሓደ ሰብ ኤርትራዊ ምዃን ጥራይ እኹል ደይኮነን። ብልክዕ ተቐኒዕካ ለባም ወዲ ዓድኻ ነቶም ስድራ ቤትካ ጽቡቕ ዝምድና ንምፍጣር ወዲ ዓድኻ ጽቡቕ እዩ። ከምኡ የቦታትና ዝበልዎ ግን ካብ ዓሻ ክፈትወካስ ለባም ክጸልኣካ ህጂ ከኣ ካብ ዓሻ ወዲ ዓድኻ ለባም ወዲ ዘይጋኻ ይሓይሽ በሃሊት እየ ሓዳር ብህርመት ክልተ ልብን ምግርጫው ክልተ ኮኾብ እምበር ከም ሃገር ቡደባት ዝመሓደር ኣይኮነን ሓዳር ብሰፊሕ ልቦና እምበር ብዓዲ ዓድኻን ውሕስነቶ ይረጋገጽን ኣብዚ ከይበልክዎ ክሓልፍ ዘይደሊ ግን ብደቂ ዓድኽን ሓንቂቕክን ሕጉስ ናብራ ትመርሓ ኣሕዋት ክትህልዋ ትኽእላ ኢኽን ብጣዕሚ ድማ ይሕጎሰልክን እንቋዕ ፈጠረልክን ክብለክን እደሊ ግን ነተን ዘይተመርዓኽን ናእሽቱ ኣሕዋተይ ንሰብኣይክን ብስፍሓት ልቦናኡ ብቕንዕናኡ ብጠባዩ እምበር ብዓዴ ወዲ ዓድኻ ትመርፃዊ ከይትፍትና በጃኽን ሓደራኽን ኣብዚ ዝብሎ ዘለኹ ኣነ እውን ጌጋ ርድኢት ሒዘ ክህሉ ስለ ዝኽእል ሓሳብኩም ኣብ ቦታ ኮመንት ክትገድፉለይ ትኽእሉ ኢኹም ቅድሚ ምውደኢ ግን ንወለዶይ ፕሮዳክሽን ብትገብርዎ ዘለኹም ነገር ብጣዕሚ የመስግነኩም ስለ ተመኩረይ ከካፍል ዝሓገዝኩምን ድማ ብድጋሚ የመስግነኩም ካብ ሓውትኹም ታሕጓስ ሃገረ ሸወደን